ብልሕነት ብብዙሕ መልክዑ ዝመጽእ እዩ። ሰባት መዓልቲ መዓልቲ ልምድታቶም ንነብሶም የማዕብሉ። በላሕቲ ሰባት ብዝተፈላለየ ጠባያት ይፍለጡ። ኩሎም ኣስተውዓልትና በሳላት ሰባት ማዕረ ነገራት ይገብሩ ዋላ እንተዘይበልና ኩሎም ዝኣመሳሰሎም ጠባይ ግን ይርከብዎም እዮም። በላሕትና ኣስተውዓልቲ ሰባት ብዙሕ ግዜ ብምምዛን ክእለቶም እና ብዝመርፅዎ ምርጫ እና ብዝውስንዎ ውሳኔ ይመሳሰሉ። በላሕቲ ሰባት ፅቡቕና የዕጋቢ ህይወት ምንባር ተለምዶ ዝፈትዎም ወይ ከዓ ዘይገብርዎም ሸሞንተ ጠባያት ክንርኢ ኢና። ካብዞም ሸሞንተ ጠባያት ንስኻትኩም ክንደይ ከም ዘለኩም ኣብ ኮመንት ኣፍልጡኒ። ሰናይ ልቢ እንተሃልይኩም ነዚ ቪድዮ ላይክ ብምግባር ናብ ብዙሕ ሰብ ክባፃሕ ይተሓባበሩ። ነዚ መሃራይ ቻናል ሓደሽቲ እንተኾይኖም ከዓ ሳብስክራይብ ብምግባር ቤተሰብ ይኹኑ። ኩሉ ሰብ በሊሕ ሰብ ኣይኮነን። ዝኾነ ሰብ ግን በሊሕ ሰብ ምዃን ይኽእል እዩ። ዘድልዮ ውሳነን ምርጫን ንነብስኻ ንምዕባይ ዘለዎ ቆራፅ ውሳነ ጥራሕ እዩ። እዚ ኩላትና ንስማዕማዓሉ ሓቂ እዩ። እንታይ ደኣ በሊሕን ኣስተዋዓላይን ሰብ ንምዃን ብተደጋጋሚ ክንገብሮም ዘለና እናሰማዕና ዋላ እንተኾንና ሎማዓንቲ ከዓ ክንገብሮም ዘይብልና ወይ እዞም ጠባያት እንተዘይገዲፍናዮም እዞም ጠባያት ዋላ እንተዕበናዮም ለውጢ ከይነምፅእ ዝገብሩና ሸሞንተ ጠባያት ንመልከት። ካብዞም ሸሞንተ ነገራት በላሕቲ ሰባት ካብ ምግባር ይቁጠቡ። ቀዳማይ ዘየድልዩ ሓላፍነት። ብርግፅ ብተደጋጋሚ በላሕትና ኣስተውዓልቲ ሰባት ሓላፍነት ኣይፈርሑን፣ ንምቕባል ኣበይቲ ከም ዘይኮኑ ፍሉጥ እዩ። ነገር ግን ኩሎም ሓላፍነት ክትወስዱ ኣለኩም ማለት ከም ዘይኮነ ልቢ በሉ። ኣብ ህይወት ውሽጢ ከም ግዜኡ እና ከም ወቕትታቱ ዝኾነ ሓላፍነት ኣብ ህይወትና ምግጣሙ ዘይተርፍ እዩ። እዚኣቶም ተቐቢልካ ግቡእ ምላሽ ምሃብና ነቲ ነገር ብሓላፍነት ምውፃእ ብጣዕሚ ኣገዳሲ እዩ። ይኹን ደኣ እምበር ብዙሕ ግዜ ዝበልናዮ ነገራት ብብቕዓት ንምክንዋን ስለቲ ነገር እኹል ዝኾነ ግንዛቤ ሓደ ሓደ ግዜ ከዓ ነዚ እንወስዶ ሓላፍነት ግዜ ኣለና ዶ እቲ ጉዳይ ከ ማዕረ ክንደይ እዩ ኣድላይ ኢልና እንትንፍትሽ ኩሎም ሓላፍነት ካብ ምቕባል ንቑጠብ ኢና። ነዚ እዩ ኸኣ በላሕቲ ሰባት ኩሉ ይኽእል እየ፣ ኩሉ ክገብሮ እየ ኢሎም ዘይቕበሉ። ነገር ግን ካብ ዝኾነ ሰብ ንላዕሊ ንሳቶም ብዝበለጹ ይእመኑ። ምኽንያቱ ሓላፍነት ክቕበሉ እንከለዉ ኣስተዋዒሎምን ፈትሾምን ኣማዛዚኖምን እዮም ዝቕበሉ። በዚ ምኽንያት ንሓላፍነት ይምጥኑ፣ ካብ ዝተጸበኻዮ ንላዕሊ ኸኣ ሓላፍነቶም ይቕበሉ። ዓያሹ ግን ብዓይኒ ዕምተይ እናሰኣሉ ክገብሮ እየ፣ ክሰርሕ እየ ብዝብል ዘረባ ይፍለጡ። ንምእማን ዝምረጹ ኣይኮነን፣ ምኽንያቱ ስለቲ ነገር ፈሊጦም ዘይኮነስ ኩሉ ብስምዒት ስለዝዛረቡ እዮም። ስለዚ በላሕቲ ካብ ዘየድሊ ሓላፍነት ንባዕሎም ይቑጠቡ። ካልኣይ ትርጉም ዘይብሉ ርክባት፣ ኣስተውዓልቲ ሰባት ዝገብርዎም ርክባት ብጣዕሚ መረፅቲ እዮም። ዘየድሊ ርክባት የርሕቑ፣ ምስ ዘይፈልጥዎ ሰብ መጠኑ ዝሓለወ ዝርርብ ይመርፁ። ከም ሓሜት፣ ወረ፣ ትርጉም ዘይህብ ዘረባታት ካብ ምግባር ንነብሶም ይቑጥቡ። ወይ ከዓ ይነፅጉ። ዘይተጨበጠ ዘረባ ካብ ምዝራብ፣ ብሓደ ሰብ ናይ ግሊ ህይወት ኣቲኻ ካብ ምፅራይ ይርሕቑ። ብሓፈሻ ቁም ነገር ዘይብሎም ዝርርባት ወይ ርክባት ምሕላፍ ወይ ከዓ ግዜኦም ምብኻን ኣይደልዩ። እንታይ ደኣ ኣብ ርክባቶም ፍልጠት ዝውስኸሎም እና ኣእምሮኦም ዘስፍሕ ዕላማ ዘለዎም ምይይጣት ምግባር ይመርፁ። እዚ ብሕታዊ ምዃን ወይ ከዓ ንዘይፈልጥዎ ሰብ ንዘይምዝራብ ኣይኮነን። እዚ ዘመልክቶ ኣብ ዝኾነ ርክባት ውሽጢ ንባዕልኹም ዝህቦን ንቕድሚት ዝህቦን እና ንሕልናኹም ዝገብሮ ኣበርክቶ እዩ። ኣብ ዘይጠቅም መንደር ኣይትውዓሉ። ነዚ እዩ በላሕትና ኣስተውዓልቲ ሰባት ኩሉ ግዜ ምስ መን ውዒሎም ምስ መን ኢነርጂ ምቅያር ከም ዘለዎም ደው ኢሎም ዝሓስቡ ፈቲኹም ጸሊእኹም ምስ ሰባት ግዜ ክሳብ ዘሕለፍኩም ካባኹም ናብኡ ካብኡ ናባኹም ዝተኣታቶ ኢነርጂ ሽሉ ስለዚ ኣብ ርክባት ውሽጢ በላሕትና ኣስተዋዓልቲ ሰባት ብምርጭኦም ፍሉጣት እዮም ኣብ ርክባቶም ፍጹም ጥንቁቓትና ኣስተዋዓልቲ እዮም በዚ ምክንያት ንባዕሎም ካብ ትርጉም ዘይብሉ ርክባት ይርሕቑ ሳልሳይ ይፈልጥ እየ ምባል በላሕቲ ሰባት ብዙሕ ጥበብ ከየምልጦም ይፈልጥ እየ ካብ ምባል ንባዕሎም ይርሕቑ በዚ ምክንያት ኩሉ ግዜ ተምሃሮ እዮም ናይ ዓለምና ሴቅራጦስ ኣብ ግዜኡ ዓበይትና በላሕቲ ካብ ዝነበሩ ሰባት ሓደ እንትኸውን እዚ ብልሒ ዝፈልጠሉ ዝነበረ መምርሒ ግን ኣነ ዝፈልጦ በዘይ ምፍላጠ እዩ ብምባል ነይሩ። ደቂ ሰባት ኩላትና ፈላጣት ክንኮን ከም ዘይንኽእል ክንግንዘብ ይግባኣና። ስለዚ ኩሉ ግዜ ናይ ተምሃራይ ልቦና ክንሕዝ ኪፍቲ ዝኾነ ኣእምሮ ከነዳሉ ይግባእ። ካብ ንእሽተይ ካብ ዓብይን እንመሃሮ ነገር ከም ዘሎ ክንሓስብ ይግባእ። ንሓደሽቲ ይኹን ንፈጠርቲ ነገራት ምምሃር ድሉዋት ክንከውን ንኣእምሮና ተመራጺ እዩ። ይፈልጥ እየ ኢሉ ማዕጽኡ ካብ ዝዓጸወ ሰብ ኣብቲ ዝነበሮ እንትረግጽ ንምልከት። ንስኻትኩም ግን ዝተፈለየ ነገር ምፍላጥ እና ምምኳር ኣይትፍርሑ። እዚ ናይ ተፈጥሮን ናይ ፈጣርን ውህብቶ እዩ። ፍልጠትና ሓደ ግዜ ዝዓብና ዘይዓቢ ዘይልወጥ ከዝኸውን ነይሩ ገና ክንፍጠር እንከለና ክኣኽለና ነይሩ። ፍልጠት ሒዝና ካልእ ኣይመድለየናን ነይሩ። ነገር ግን እንትንፍጠር ንጹሃት እና ንምምሃር ዝተዳለወ ኣእምሮ ኢና ሒዝና ተወሊድና። ግን ሕጂ ይፈልጥ እዮ እሞ ኣይልወጥን እትብልዎ ኩሉ ኣብዚ ዓለም ምስ መጻና ዝዐበናዮ ከም ዝኾንና ኣይትረስዑ። እዚ እዚ ይነግረና ማለት ንዕድመ ልክዕ ተማሃሮ ምዃንና እዩ። ካብ ህይወት ትምህርቲ ቤት እንምረቐሉ ብሞት ጥራሕ ምዃኑ ተገንዘቡ። ክሳብ ሽዑ ግን ድሉ ክፍቲ ዝኾነ ልቦና ኣዳልዉ። በላሕቲ ሰባት ነዚ እዮም ይፈልጥ እየ ካብ ምባል ዝቑጠቡ። በዚ ጠባያቶም ኩሉ ግዜ ንነብሶም ከመሓይሹና ካብ ትማሊ ዝነበርዎ ኩሉ ግዜ ሓደ ስጉሚ ንቕድሚት ክቐርቡ ይረኣዩ። ኣርብዓ ዓመት ሓደ ዓይነት ስራሕ ዝሰርሐ ሰብ ክንደይ ዓመት ናይ ስራሕ ልምዲ ዘለዎ ይመስለኩም? መልሱ ግልፂ እዩ። እንተበዚሑ ሓደ ዓመት ክንብል ንኽእል። ምኽንያቱ እቲ ሓደ ዓመት ምኽንያቱ እቲ ሓደ ዓመት እዩ ዓርባ ዓመት ደጋግማ ኻሊእ ፍልጠትና ንባዕሉ ከመሓይሽ ስለ ዘይተረኽበ ስለዚ ኩሉ ግዜ እዚ ኣስተውዕሉ። ተዓወትቲ፣ ኣሸነፍቲ እና በላሕቲ ሰባት ንዝኾነ ግዜ ንነብሶም ዘዳለዉ እዮም። ዓለም ቴክኖሎጂ ካብ ንጽቦዮ ንላዕሊ ብፍጥነት እናተቐየረ ከም ዝኾነ ተገንዘቡ። ምስቲ ፍጥነት ንባዕልኹም ንምጉዓዝ እንታይ ዝኣክል ድሉዋት ኢኹም? ብኡ ልክዕኸ ብምስትውዓልና ብጥበብ እምበር ዝመጸልና ኩሉ ክንቅበል ኣለና ማለት ኣይኮነን። ስለዚ በሊሕ ይፈልጥ ካብ ምባል ንባዕሉ ይቑጠብ። ዝፈልጦ ነገር ይመራመር። ራብዓይ ካብ ስምዒታዊ ውሳነ ምንም ዋላ እኳ ንሳቶምን ስምዒት እንተተሰምዖም ነገር ግን ስምዒቶም ብግዜ ዝተፈጥረ ብዓይኒ ዕሙተይ ናይ ምስትውዓል ዓቕሞም ክቐትሎ ኣይፈቕዱን። በላሕቲ ሰባት ንውሳነ ዝድንጉዩን ዝቕልጥፉን ኣይኮኑን፣ ምኽንያቱ ኩሉ ነገር ብምምዝዛን ስለ ዘከናውንዎ። ጥዕናዊ ካብ ዝኾነ ምልክት እቲ ዋና ብግዚኡ ትኽክል ስምዒት እንትስምዓካ ከም ዝኾነ ግልፂ እዩ። ብዘሕርቕ ነገር ምስሓቕ፣ ብዘስሕቕ ነገር ምብካይ እዚ ናይ ተፈጥራዊ ስርዓት ወይ ከዓ ሕጊ ኣይኮነን። ሳይኮሎጂካሊ ፀገም ወይ ከዓ ኣብዚ ግዜ ሓደ ናይ ኣእምሮ ፀገም ከም ዝኾነ ይንገር። ስለዚ ስምዒት ጥዕና እዩ እንተልና በላሕቲ ሰባት ስምዒቶም ከመይ የኳናውንዎ ዝብል እዩ ካባና ዝፈልዮ። እዚ ዓብዪ ሕቶ እንተልዒልና ግዜ በላሕትና ኣስተውዓልቲ ሰባት ስምዒታቶም ከም ምስትውዓልና ናይ ምሕሳብ ክእለቶም ከይሃስስ ወይ ከዓ ናይ ውሳነ ኣወሃህባኦም ከይድታቶም ከይዛባዕ ይገብር እናበልና ኢና። እዚ ተግባራዊ ንምግባር ብስምዒት ውሽጢ ኣብ ዝኾናሉ ግዜ ንባዕልኹም ቅድሚ ምውሳንኩም ግዜ ውሰዱ። ሓደ ብዝተገብረ ፅንዓት ብውሕዱ ሓደ ነገር ምስ ተፈጠረ ደሓር ንባዕልኹም ኣርብዓን ሸሞንተን ሰዓት እንተሂብኩሞ ኣብቲ ነገር ትኽክለኛ ዝኾነ ውሳነ ንምውሳን የኽእለኩም ይብል። እዚ ዝኾነሉ ምኽንያት እቲ ነገር ካብ ዝተፈጥረሉ ጀሚሩ ክሳብ ኣርብዓን ሸሞንተን ሰዓታት ዘሎ ስምዒትኩም ምርጋፍና ነቲ ነገር ኣማዛዚንካ ንምውሳን ናይ ኣእምሮ ክፋል ምዕባይ ስለትኽእሉ እዩ። ስለዚ በላሕቲ ሰባት ኩሉ ግዜ ብስምዒታዊ ካብ ዝወሃብ ውሳነ ንባዕሎም ይቑጠቡ። ሓምሻይ፣ ካብ ምፍራድ ኩሉ ግዜ በላሕቲ እና ኣስተውዓልቲ ሰባት ንምፍራድ ኣይህውኹን ምኽንያቱ ኩሉ ሰብ ክሰርሕ ከም ዝኽእል ይኣምኑ እዮም። ኣብቲ ቦታ ኮይንካ ምርኣይ ክሳብ ዘይከኣልካ ንዝኾነ ካብ ምፍራድ ክንቁጠብ ይግበኣና። እዚ ካብ ዘየድሊ ወቐሳታት ካብ ስቕ ኢልካ ዕላል ርእይቶታት ንባዕልና ክንሕሉ የኽእለና። በቲ በቲ እናተሳተፈ ክፈርድ ኣይርከብን። በሊሕ ሰብ ካሊእ እዚ ዝገብረሉ ምኽንያት ከኣ ናይ ወዲ ሰብ ዘለዎ ፍልጠት ውስንነት ኣጸቢቑ ስለ ዝፈልጥ እዩ። ኣብ ላዕሊ ከም ዝተዘራረብናሉ ኩሉ ይፈልጥ እየ በዘይ ምባል ምኽንያት ኣብ ልዕሊ ማንም ካብ ምፍራድ ይቑጠቡ። ዘይትፈልጦ ሰብ በዘይ ኣረጋገጽካዮ ኣይፍረድን። ስለዚ በላሕቲ ሰባት ብተወሳኺ ንሰባት ይሓዝኑ። ብዝበለጸ ንምርዳእ ዝኾነ ይኹን ብምንታይ ምኽንያት ክገብርዎ ከም ዝኽኣሉ ንምርዳእ እና ንምሕጋዝ እምበር ብድሕሪት ኮይኖም ብሓሜት ሰባት ከዋርዱ ኣይርከቡን። እዚ ናይ በሊሕ ሰብ ጠባይ ኣብሊፁ የርእየና። ኩሉ ግዜ በሊሕ ሰብ ለውጢ ምምፃእ ኣብ ዝኽእለሉ ቦታ እምበር ለውጢ ምምፃእ ኣብ ዘይኽእለሉ ቦታ በዘይምስታፍ ይቑጠብ። እዚ በሊሕ ሰብ ናይ መፍትሒ ሰብ ይገብሮ። ስለዚ በሊሕ ሰብ ካብ ምፍራድ ንባዕሉ ይቑጠብ። ሻድሻይ፣ ንርእይቶ ዕጹው ምዃን። በላሕቲ ሰባት ርእይቶ ነገራት ንምስትኽኻልና ንምፍላይ ብዋጋ ክትመን ዘይኽእል መሳርሒ ምዃኑ ይፈልጡ እዮም። ምንም ዋላ ንምስማዕ ኣጸጋሚ ዋላ እንተኾነ ትኽክለኛ ለውጢ ንምግባር ዕድል ይህቡ እዮም ኢሎም ይኣምኑ። እዚ ማለት ኩሉ ርእይቶታት ይቕበሉ ማለት ከምዘይኮነ ልቢ ክትብሉ ይግባእ። ነገር ግን ካብቶም ርእቶታት ምስ ኣመዛዘኑ ተቐባሊ ምስ ረኸቡ ንደሓር ንምልዋጥ ወይ ከዓ ንምምሕያሽ ኣይስንፍን ማለትና እዩ። እዚ ማንነት ከዓ ኩሉ ግዜ ኣብ ለውጢ ውሽጢ ዝነበረ ስለ ዝኾነ ድሑራት ኮይኖም ኣይቆሩን ማለት እዩ። እዚ ማለት ምስ ዘመን ቀልጥፎም ምዝማን ይኽእሉ እዮም። ንኣብነት እንተሪእና ቀደም ሲድና ካሴት ዝሸይጥ ዝነበረ ሰብ ሕጂ ዘሚኑ ዘመኑ ተቐይሩ ፍላሽና ኢንተርኔት ምስ ኮነ ንባዕሉ ብምንታይ መንገዲ የመሓይሽ ብኸመይ ሰርቫይቭ ይገብር እናበልና ኢና ርኢኹም ንርእቶና ንምምሕያሽ ክፍቲ ልቢ ዘለዎ ሰብ ተመቻችዩ ኣብ ሓደ ቦታ ዘይቕመጥ ሰብ ማለት እዩ ስለዚ ኩሉ ሻዕ ዝበፅሕ ርእቶ ንባዕሉ ኣመሓይሹ ስለ ዝነብር የሸንፍ እናበልና ኢና ስለዚ ለበህም ሰብ ኩሉ ግዜ ንምምሃር ድሉ ስለ ዝኾነ ርእይቶታት ካብ ምቕባል ንባዕሉ ይቑጠብ እናበልና ኢና። ርእይቶታት ግን ብዙሕ ግዜ ዝጎድኡና ንጽላኣት ከምኡ'ውን ንምቁራጽ ዘመላኽቱ ይኾኑ። እዚኣቶም ዝሓሸ ኣእምሮ ኣመዛዚኑ ናይ ምፍላይ ክእለት ኣብ በሊሕ ልዕሊ ርእሲ ዝተቐመጠ እዩ። እዚ ነገር ንዓይ ይጠቕመኒ ዶ? ንዓይ ንምምሕያሽ ድዩ እዚ ርእይቶ ዝተዋህበኒ ወይስ እቲ ነገር ስለ ዘይተለመደ እዩ፣ ሓድሽ ስለ ዝኾነ እዩ፣ ወይ ከዓ ምሳይ ዘለዎም ግላዊ ጽላኣት እዚ እዚ እናበሉ ርእይቶ ጠይቅካና ኣማዛዚንካ ናይ ምፍላጥ በቲ ሰብ ይውሰን። እዞም ዝርርባት ዋና እቲ ኣድላይ ሓሳብ ፈሊኹም ምፍላጥ ኣብ ዝጀመርኩምሉ መዓልቲ ናባኹም ዝበጽሕ የለን። ስለዚ በሊሕ ሰብ ኩሉ ግዜ ርእይቶ ካብ ዘይምቕባል ንባዕሉ ይርሕቕ ወይ ንርእይቶታት ምቕባል ዕጹው ዝኾነ ልቢ ኣየዳልውን እናበልና እዩ። ሻውዓይ፣ ጥቕሚ ዘይብሎም ማሕበራዊ ሚድያታት። እዚ ብፍላይ ኣብዚ ሕጂ ዘመን ንሕጽኖት ክንህቦ ዝግባኣና ኣተሓሳሳቢ ጉዳይ እዩ። ሰባት ኣብ ኢዶም ብዘለዎ ስልኪ ዓለም ምዛር፣ ሓደ ርእሲ ምዕላል፣ ምስ ዓለም ምዝርራብና ምርኻብ ቀሊል እናኾነ መጺኡ እዩ። እንታይ ደኣ እዚ ዓይንና ኣዕሚትና ክንቃወም ዘይኮነስ ግን ጥቕምና ጉድኣቱ ዘይነመዛዝን እንተኾይንና ሒዙና ምጥፍኡ ግዴታ እዩ። ስለዚ ንባዕልና ኣብ ዘመን ጠቕመና ርእሲ ጉዳይ ጥራይ ክንከታተል ከይንገብር ብጣዕሚ እናኸበደና መፁ እዩ። ቀደም ዘስሕቑ ፀዋታታት፣ ቀልድታት፣ ዘስሕቑ ፊልምታት ኣብዚ ሕጂ ምንም ዓይነት ስምዒት ዘይህቡና ካብ ዝኾኑ ሰናባቢቶም እዮም። ኣብዚ ሕጂ ካብ ቀደም ክንዘናግዐሉ ስለዝኾነ ጥራይ ዘይኮነ ዘዘናግዑና ነገር ምድላይ እናተመጣጠርና ኢና። ስኩለር ካብ ዝገበርናዮ ምናልባት ሓደ ካብቶም ብዙሓት ዝተፈለየ ስምዒት ክፈጥር ይኽእል እዩ። እዚ ስምዒት ንምድላይ ብዙሕ ሃሰስ ንብል። ሕጂ እዚ ዝተረደእ ሰባት ካብ ዝተለመደ ቀልዲ ፊልሚ ናይ ሰብ ሓሳብ ምህዳሙ ትርጉም ክህቦ ዘይኽእል ብትኽክል ብናይ ወዲ ሰብ ማይንድ እናሓሰበ ሕውስውስ ዝበለ ቪድዮታት እንተመጽዎም ብዙሕ ክረኣየሎም ምርኣይ ዝተለምደ እዩ። ናይዚ ምኽንያት መረበኛታት ወይ ከዓ ናይ ቀደም ቀልድና ፊልሚ መዘናግዒታት ስምዒት ምስኣና የመላኽት። ስለዚ ኣብዚ ዘመን በሊሕና ኣስተውዓሊ ሰብ ንባዕሉ ካብ ዘይጠቕሞ ማሕበራዊ ገጻት ብምርሓቕ ናይ ስምዒትና ናይ ኣእምሮኡ ጥዕና ይሕሉ እናበልና ኢና ብናይ ቀደም ቀልድና ምዝናጋዕ ኣቋሪፅና እናበልና እንተኾይና ተፈጥራዊ ትሕዝቶና እናገደፍና ከም ዝኾንና ሓደ ዝኾነ ጉዳይ ኣሎ እናበልና እዩ ካብ ግዜ ናብ ግዜ ወዲ ሰብ ናይ ምስራሕ ዓቕሙና ናይ ወዲ ሰብ ምሕሳብ ዓቕሙ ዝተወሰነ እናወሰኸ እንትኸድ ዝተወሰነ ብዝለዓለ መልክዕ ናይ መብዛሕትኡ ቁፅሪ እናደኸመ እናቐነሰ መፁ እዩ። ስለዚ እዞም ናይ ማሕበራዊ ሚድያታት ኣብ ልዕሌና ትኽክለኛ ዝኾነ ናይ ጥዕና ጉድኣታት ኣብ ኣእምሮና እናብፅሑ ከም ዝኾኑ ክንርዳእ ይግባኣና። ስለዚ በዚ ትኽክል ነገራት ምምዝዛን ክትክእሉና ንባዕልኹም ዝጠቅም ነገር ጥራሕ ንምውሳድ እንተመኪርኩም ምምዝዛን እትኽእሉሉና ንባዕልኹም ዝጠቅም ነገር ጥራሕ ንምውሳድ እንተመኪርኩም ኣብዚ ዘመን ናይ ባዕልኹም ጥዕና ብሓፂሩ መስተውዓላይ ሰብ ንባዕሉ ካብ ዘይጠቅም ማሕበራዊ ገፃት ብምርሓቕ ናይ ኣእምሮኡና ናይ ስምዒቱ ጥዕና ይሕሉ ምባል ንኽእል። ሻምናይን ናይ መወዳእታን ትኹረት ወይ ከዓ ምስትውዓል ኣተሓላልዋ እዚ ናይ በልሒ ሰብ ምስትውዓል ኣተሓላልዋ እዩ። ክንርኢ በሊሕ ሰብ ፍፁም ዝኾነ ንፁህ ዝኾነ ትኹረት ይለማመድ እናበልና ኢና። ንወዲ ሰብ ዓወት ወሰንቲ ካብ ዝኾኑ ነገራት እቲ ዋና ምስትውዓል ወይ ከዓ ትኹረት ከም ዝኾነ ተገንዘቡ። ምስትውዓል ዘይብሉ ሰብ ዝሕዞን ዝጭብጦን ዝሰኣነ ሰብ እዩ። በሊሕ ሰብ ኣብ ህይወቱ ውሽጢ ዘለዉ ነገራት ብትኹረት የከናውን። ክበልዕ ስለ ምግቢ፣ ክሰርሕ ስለ ስራሕ፣ ክድቅስ ስለ ድቃስ፣ ስለ ዕረፍቱ ጥራይ ይሓስብ። ወይ ኣብቲ ነገር ጥራይ ትኹረት ይገብር፣ ካብ ዘይተጨበጠ ህይወት ንባዕሉ ይሕሉ። ዝረኣዮ ኩሉ ዝሃርፍ ካብቲ ናብቲ ዝጎይ ኣይኮነን። ኩሉ ግዜ ይብላዕ እዩ ናብ ዝበሎ ኣይጓዓዝን። መንገዱ ብትኹረትን ብትግሃትን ምኻድ ይመርጽ። ብባዕሉ እምበር ብናይ ሰብ ትልሚ ኣይጓዓዝን። ስለዚ እንታይ ከመይ እንታይ ዝኣክል ግዜ ምክንዋ ከም ዘለዎ ይፈልጥ። እዚ ከዓ ትኹረት ይበሃል። ስለዚ በሊሕ ሰብ ናብቲ ናብቲ ካብ ምባል ንባዕሉ ይሕሉ። ንሎማዓንቲ ዘዳለናዮ እዚ ነይሩ ካብቶም ሸመንተ ኣየንኦም ኹም ብኮመንት ኣፍልጡና ተፈቲኹሞ ላይክ ግበርዎ ደጊምና ክንራኸብ ከዓ ሰብስክራይብ ብምግባር ቤተሰብ ይኹኑ የቐኒልና ኣብዚ ዘመን እዚ ዓሻ ጓል ኣንስተይቲ እንብላ እንታይ ዓይነት መለለይታት ወይ ጠባያት ኣለዎ ሕጂ ዘለናዮ ዘመን ወይ እዚ ግዜ ንደቂ ኣንስትዮ ፅቡቅ ፅቡቅ ዝበሃሉ ዕድላት ሒዙ መፅኡ እዩ ስለዚ እዞም ዕድላት ከመይ ክትጥቀም ከም ዘለዋ ዘይትፈልጥ ጓል ኣንስተይቲ ዓሻ ጓል ኣንስተይቲ ንብላ። እዛ ዓሻ ጓል ኣንስተይቲ ብዝተፈላለዩ ጠባያት ወይ መለለይታት ተንጸባረቕ። ንሎማዕንቲ ኣብዚ ቪዶ ናይ ዓሻ ጓል ኣንስተይቲ ጠባያት ዝኾኑ ሓምሽተ ጠባያት ክንርኢ ኢና። ነዚ ቪዶ ላይክ ብምግባር ይጀምሩ፣ ነዚ መሃራይ ቻነል ሓደሽቲ እንተኾንኩም ከኣ ሳብስክራይብ ብምግባር ኣባል ስድራ ቤትና ይኹኑ። ዝኾነት ጓል ኣንስተይቲ ዓሻ ጓል ኣንስተይቲ ክትከውን ብፍጹም ኣይትደልን። ይኹን ደኣምበር ብሓደን ብኽልተን ብልዕሊኡን ፈሊጣ ይኹን ዘይፈለጠት ዓሻ ጓል ኣንስተይቲ ትገብሮም ተግባራት ትገብር። ካብ ዝኾነ ዓይነት ሰብ ንላዕሊ ዓሻ እንብላ ጓል ኣንስተይቲ እንታይ ትገብር እያ? ሕጂ ናብዞም ሓሙሽተ ጠባያት ንእቶ። ናይ መጀመርያ ናይ ዓሻ ጓል ኣንስተይቲ ጠባይ ጽባቐኣ ኣብ ግደማዊ ወይ ደጋዊ ነገራት እተመስረተት ጓል ኣንስተይቲ። ጽባቐ ብውሽጣውን ብደጋውን ይግለጽ። ይኹን ደኣ እምበር ቫልዩ ዘለዎ ጽባቐ ኣየናይ ኢልካ ንምፍላይ ጥበብ ይሓትት። ስለዚ ዓሻ ጓል ኣንስተይቲ ጽባቐኣ ኣብ ደጋዊ እትምስርት ወይ እትገብር እያ። እዚ ማለት ከዓ ብኣኳሓሕላኣ፣ ብትኽደኖም ክዳውንቲ፣ ኣብ ኣካላታ ብትልኽዮም ነገራት፣ ናይ ባዕላ ዋጋ ልዕል ከተብል ትደሊ። ይኹን ደኣ እምበር እትሰዓረሉ በዚ መንገዲ እትረኽቦ ኣቓልቦ እምበር ክብሪ ዘይምዃኑ እዩ። ክብሪ ዝወሃባ ጓል ኣንስተይቲ ውሽጣዊኣ ዘጸበቐት ጓል ኣንስተይቲ እያ። ናይ ደጋዊ ነገራት ኣይትጸባበቑ ማለትና ግን ኣይኮነን። ግናኸ ብኣእምሮኣ ረዚኑ ዝረኣያ ከምኡ እውን ዓብዪ ዋጋ እትህቦ ደጋዊ እንተኾይኑ ብጣዕሚ ተጋግያ ኣላ። ኣብዛ እንነብረላ ዘለና መሬት ጓል ኣንስተይቲ ካብ ቀደም ጀሚሩ ናይ ጽባቐ መግለጺ እያ። ጽባቐ ንጓል ኣንስተይቲ ሓድሽ ነገር ኣይኮነን። ብኣከባቢኣውን ብዙሓት ሰባት ይእከቡ። ስለዚ ንባዕላ እተቕንዕ በላሕ ጓል ኣንስተይቲ እዚ ብምግንዛብ ንውሽጣ ንጠባያ እትሰርሕ ጓል ኣንስተይቲ ለባም ክንብላ ንኽእል። ጽባቐ ብዘጓንፈና ነገራት ወይ ብዝኾነ ነገር ዝጠፍእ እዩ። ዕድመ እውን ዝጽባቕ የህስስ እዩ። ናይ ጓል ኣንስተይቲ ወርቅታት ዝበሃሉ ዕድመ ኣለዉ። ከም ዕንበባ እትዕንብበሉ፣ እትጽብቐሉ፣ እትዕንብበሉ እዋናት ኣለዉ። ስለዚ እዞም እዋናት እታ ዓሻ ጓል ኣንስተይቲ ኩሉ ግዜ ዘለዉ ይመስላ። እቶም ወርቅታት ዕድመ ምስ ሓለፈት ግን ይጠፍኡ። ዝርያ እውን የለን። ክንዲ ዝኾነ ይኹን ኣብ ባዕላ ቃል ዋላ እንተገበረት ግልጽ ኢሉ ዝርያ የለን። ንምንታይ ይመስለኩም? እቲ ምንታይሲ ግዜኣ ዘባኸነቶ ኣብ ደጋዊ ስለ ዝኾነ እዩ። ውሽጣዊ ጽባቐኣ እትሰርሕ ጓል ኣንስተይቲ ኣብ መንነታ እትሰርሕ ጓል ኣንስተይቲ ግን ንግዜ ትሰግር። ኩሉ ግዜ ዘመና ወይ እዋና እንዳዓበበት ትነብር ማለት እዩ። መበል ካልኣይ ናይ ዓሻ ጓል ኣንስተይቲ ጠባይ ሕፍረት ወይ ነውሪ ከም ናጽነት እትቆጽር እያ። ኣብዚ ሕጂ ሰዓት ኣብ ኩሉ ሶሻል ሚድያ ኣብ ቲክቶክ ኢንስታግራም እንዕዘቦ እንሪኦ ነገር ከም ናጽነት ዝስበኸሉ ግዜ እዩ። ሕፍረት ብዝኾነ ይኹን ሽሙ ዋላ እንተጸበቕናዮ ሕፍረት ወይ ነውሪ እምበር ናጻነት ክኸውን ኣይኽእልን። ጓል ኣንስተይቲ ኣካላታ ከፋፊታ ስለ ዝኸደት ናጻነት ድዩስ ወይስ ነውሪ? ብኡ ኣቢላ እትረኽቦ ክብሪ ድዩ ወይስ ኣቓልቦ? እዚ ምፍላይ ዘይከኣለት ጓል ኣንስተይቲ ዓሻ ጓል ኣንስተይቲ እንብላ እዩ። ዘለዋ ጽባቐ ኣውጺኣ፣ ዘለዋ ክብሪ ኣውጺኣ፣ ናብ ሜዳ ወይ ናብ ኣደባባይ ኣውጺኣ ኣስጢሓ እትረኽቦ ኣቓልቦ ናጻነት ከም ዝኣወጀት እናተሰምዓ ትነብር። ለባም ጓል ኣንስተይቲ ግና ከምዚ ኣይኮነትን፣ ከምዚ ኣይትገብርን። ነውርን ሕፍረትን ናጸነትን ፈሊኻ ምፍላጥ ኣገዳሲ እዩ። ስዲ ምዃኑ ናብ ሓፋሽ ናብ ኣደባባይ ወጺኣ ከም ድላያ ብምዝራብ፣ ከም ዝደለየቶ ስለ ዝተኸደነት፣ ናይ ባዕላ ስራሕ፣ ናይ ባዕላ ዝኾነ ነገር ገይረ ኢላ ከም ዝደለየቶ እናኾነት እትገልጽ ጓል ኣንስተይቲ ነውርን ናጸነትን ፈልያ ዘይትፈልጥ ጓል ኣንስተይቲ እያ። ስለዚ እዛ ጓል ኣንስተይቲ ዓሻ ጓል ኣንስተይቲ ንብላ ማለት እዩ። ሳልሳይ ናይ ዓሻ ጓል ኣንስተይቲ ጠባይ ዋጋኣ ብላይክን ብፈለወርን ትልክዕ እያ። ዓሻ ጓል ኣንስተይቲ ዋጋኣ ብልክዕ ዘይተረድእት እያ። እንታይ ከም ትደሊ ፈላይ ኣይትፈልጥን። ስለዚ እትረኽቦም ላይክን ፈለወርን ንኣካላታ ንጽባቐ እምበር ንዓኣ ከም ዝኾነ ኣይተረድኣን። ንግዝያዊ ደጋዊ ጽባቐኣ ብዙሕ ላይክ ብዙሕ ፈለወር ኣኪባ እያ። ነዚ ከኣ ናይ ዋጋኣ ግምት ገይራ ተቐምጦ። ህይወት ብላይክን ብፈለወርን ዝምራሕ ኣይኮነን፣ እዚ ልቢ ክንብሎ ይግበኣና። ምናልባት ናይ ኣታዊ ፍልፍል ክኸውን ይኽእል፣ ግና ናይ ሰላም ፍልፍል ክኸውን ኣይኽእልን። ስለዚ ዓሻ ጓል ኣንስተይቲ ዋጋኣ ብላይክን ብፈለወርን ዋጋኣ ትግምት። እዚ ሳልሳይ ናይ ዓሻ ጓል ኣንስተይቲ ጠባይ እዩ። ራብዓይ፣ ካብ ብልሒ ንላዕሊ ንስምዒታ እያ ቀዳምነት እትህቦ። ኩሉ ግዜ ኣብ ጭቕጭቕ፣ ኣብ ጐይቋ ይኹን ኣብ ዘጋጥማ ፈተና ስምዒታዊ ትኸውን እምበር ነቲ ነገር ብብልሓት ወይ ብጥበብ ኣይትዕዘብን። ስለ ዝኾነ ኸኣ እቶም ነገራት ኩሎም ናብ ዘይከውን ነገራት የምርሑ። ምስ ስድራቤታ ትበኣስ፣ ሓዳራ ትፈትሕ፣ ካልኦት ብዙሓት ነገራት ስምዒታ ኮይና ትውስን። ንዓኣ እዞም ነገራት ናጻነት እናመስሉዋ ክኸውን ይኽእል እዩ። ይኹን ደኣ እምበር እዚኦም ናፃነት ኣይኮኑን። እዚ ናይ ጥበብ ወይ ናይ ብልሓት ምንኣስ እምበር እታ ለባም ጓል ኣነስተይቲ ግና ከምዚ ኣይኮነትን። ገዛኣ ብትዕግስትን ብምስትውዓልን ትመርሕ። ሓምሻይን ናይ መወዳእታን ናይ ዓሻ ጓል ኣነስተይቲ ጠባይ ክብሪ ዘይኮነስ ኣቓልቦ ወይ ትኹረት እያ ትደሊ። ክብሪ ዘይኮነስ ኣቓልቦ ወይ ትኹረት እያ ትደሊ ማለት ብመጀመርታ ኣብ ክብርን ኣቓልቦን ዘሎ ሰፊሕ ፍልልይ ክንፈልጦ ይግባኣና። ሽዑ ኣቓልቦ ንምርካብ እቲ ብጣዕሚ ዝቐለለን ዝፍኾሰን እዩ። ምስላ ዝተገለለጸትሉ ስእልን ቪድዮታትን ኣብ ሶሻል መድያ ምስ እትዝርግሕ ኣቓልቦ ትረክብ። ግና ንሳ ክብሪ ዝረኸበት ይመስላ። ግናኸ እዚ ካብ ክብሪ ፈጺሙ ዝተፈልየ እዩ። ኣቓልቦ ንምርካብ ውሑዳት ተዋስኦ ምስራሕ ኣይኣኽላን። ጓል ኣንስተይቲ ብምዃና ምኽንያት ናይ ጽባቐ መርኣያ ብምዃና ምኽንያት ኩሎም ኣቓልቦታት ናብኣ ይተኣኻኸቡ። ንጓል ኣንስተይቲ ኣቓልቦ ንምርካብ ኣይኸብድን፣ ግናኸ ኣቓልቦ ካብ ክብሪ ኣይበልጽን። ናይ ጓል ኣንስተይቲ ክብሪ ዝርከብ ኣብ ኣድነት ውሽጢ፣ ኣብ ጓል ኣንስተይቲ ውሽጢ፣ ኣብ ሓፍቲ ውሽጢ፣ ኣብ ካልኦትን እዩ። ስለዚ ኣብ ኣድነት፣ ኣብ ሓፍቲ፣ ኣብ ጓል ኣንስተይቲ ብልክዕ መንነታ እናረስዐት ኣቓልቦ እናኣኻኸበት ዕድሚኣ ተጥፍእ ጓል ኣንስተይቲ ዓሻ ጓል ኣንስተይቲ ንብላ። እዛ ጓል ኣንስተይቲ ውድቀታ ኣብ ቀረባ እዋን እዩ። ውሑዳት እዋናት ትዕንብብ፣ ግናኸ ሽዑ ንሽዑ ትሃስስ፣ ኣብ ህይወታ ኸኣ እናተጣዕሰት ትነብር። እቲ ምኽንያት ከኣ ናይ ነብሳ ጻውዒት ናይ ህይወታ ልክዕ ዕላማ ስለ ዘይነበረት እዩ። ቀንየለይ።